ምዕራፍ ሽዱሽተ ስንብታ መሓዙተይ ኩነታት ኣየር ናይቲ ከባቢ ካብ ቀዝሒ ናብ ሙቐት እናተቐየረ ኣብ ዝኸደሉ፣ ህይወት ናይቲ ቤት ትምህርቲ እውን እናፈተኽዎ መጻእኩም። ናብቲ ኣብ ከባቢ ቤት ትምህርትና ዝርከባ ኣደታት ብምኻድ ድማ ንጻወትን ዕረፍትና ነስተማቕርን ነበርና። እዚ ኾይኑ ግን ሓደ እዋን እቲ ኣብ ጥቓ ቤት ትምህርትና ዝዓልብ ዝነበረ ግመ ኣብ ጥዕና ተማሃሮ ብዙሕ ሳዕቤን ከምጽእ ጀመረ። ዳርጋ ፍርቀን ተማሃሮ ብጽኑዕ ሓመማ። ድሓር ከም ዝተረዳኣና እቲ ግመ ዝዓብለሎ ኩነታት ኣየር ነቲ ሕማም ድኣ ኣግዲድዎ እምበር እቲ ጠንቅስ ሕማቕ መነባብሮ ናይቲ ቤት ትምህርቲ እዩ ዝነበረ። እቲ ሕማም ቲፎዝ ዝበሃል ዓይነት ሕማም ኮይኑ ብቐሊሉ ካብ ሰብ ናብ ሰብ ዝላባዕ ኣዝዩ ሓደገኛ እዩ ነይሩ። እቲ ጸሓይ ዝዓብለሎ ኩነታት ኣየር ነቲ ዕንባባታት ናይቲ ከባቢ እኳ እንተድመቖ ቤት ትምህርትና ግና ሞትን ፍርሕን ዓብለሎ። ውሑዳት ኢና ካብ ሕማም ነጻ ብምዃን ነቲ ዝነበረ ጥዑም ኩነታት ኣየር ከነስተማቕሮ ዝበቓዕና። ሄለን በርንስ መሓዛይ ካብተን ካልኦት ሕሙማት ፍልይ ብዝበለ ዓባይ ሰዓለ ሓሚማ ነይራ። ብሰንኪ እዚ ሕማማ ድማ ኣብቲ እንገብሮ ዝነበርና ናይ እግሪ ጉዕዞ ትሳተፍ ኣይነበረትን። እቲ ሕማማ ካብ መዓልቲ ናብ መዓልቲ እናበኣሰ ከደ። ኣብ መጀመርታ ቀልጢፋ ክትሓውያ ዝብል ግምት እኳ እንተነበረኒ በንጻሩ ስለ ዝበርትዐ ግና ኣዝያ ተደኸመት። ምሸት ካብ እግሪ ጉዕዞ ምስ ተመለስኩ ክበጽሓ ኣለኒ ብምባል ትኽ ኢለ ናብ ዓራታ ኣላገስኩ። ከይተመሓየሸት ኣብ ዓራታ ተጋዲማ ጸንሓትኒ። ምስ ረኣየትኒ ሕንቕንቕ እናበለት ብትሑት ድምጺ ክትሰናበትኒ ዲኺ መጺኺ? በለትኒ። ኣነ በቲ ኣበሃህላኣ ድንግርግር በለኒ። ዋላ ሓንቲ ከይመለስኩላ ስቕ ስለ ዝበልኩ ድማ ደጊማ ኣብ ጽቡቕ ግዜ ኢኺ መጺኺ ዘለኺ። ጽባሕ ርሒቐ ክገይሽ'የ በለትኒ። ሕጂ'ውን ነቲ ዘረባኣ ቆብ ከብሎ ስለ ዘይከኣልኩ፣ ናበይ? ናብ ገዛኺ ድየ ክትከዲ? ሓተትኩዋ። እወ ናብ ርሑቕን ናብቲ ናይ መጠረሻ ቤተይን ምስ በለትኒ፣ ድሒሩ እንታይ ትብለኒ ከም ዘላ ስለ ዝተረድኣኒ፣ ኖእ ሄለን ከምኡ ትበሊ በልክዋም እቲ ሓንቲ ኣላትኒ ዝብላ መቐርበይ ከይትፍለየኒ ሰጋእኹም በርንስ ግን ኣዝያ ጽንዕቲ ቆልዓ ስለ ዝነበረት ነቲ ኣብ ገጸይ እተንብቦ ዝነበረ ሻቕሎት ተዓዚባ ጄን ደሓን ኣጆኺ ሕጂ ግን ኣቑሪርኪ ስለ ዘለኺ ንዕኾቦርታ ትኸዲንኪ ምሳይ ደቅሲ ኢላ ርሕቕ በለትለይ። ኣነ ድማ ናብቲ ዓራት ኣደይበ ምስ ኣደቀስኩም። ብዙሕ ድሕሪ ምዕላል ክልቴና በብናትና ክንሓስብ ዝን በልና። ብድሕሪኡ ሄለን ነቲ ዝነበረ ስቕታ፣ ጄን መሓዛይ፣ ብኣይ ኣይትሕዘኒ፣ ኣነ ሕጉስቲ'የ፣ ሞት'ውን እንተመጸ ከይትበኺን ከይትሓዝንን፣ ብቑልዕነተይ ሕማቕን ሓጢኣትን ከይገበርኩን ይመውት ብምህላወይ ትኽ ኢለ ናብ መንግስተ ሰማያት ክኣቱ'የ በለትኒ። ኣነ መጽሓፍ ቅዱስ ኣንቢበ ስለ ዘይፈልጥን ኣፍልጦ ይሓጽረኒ ስለ ዝነበረን ትቕብል ኣቢለ ኣንቲ ሄለን መሓዛይ መንግስተ ሰማያት ናይ ብሓቂ ኣሎ ዶ ትብሊ ኢኺ ብምባል ሓተትክዋ እዎ ኣሎ ከም ዘሎ እሞ ይትጠራጠሪ ደቂ ሰብ ምስ ሞትና ንግዜኡ ኣብ ሲኦል ኢና ንጸንሕ ክርስቶስ ዳግማይ መጺኡ ፍርዲ ምስ ሃበ ድማ እቲ ብየሱስ ኣሚኑ ብመገዱ ክኸይድ ዝጸንሐ ትኽ ኢሉ ናብ መንግስተ ሰማያት እዩ ዝኣቱ በለትኒ እሞ ምስ ሞትና ክንራኸብ ኢና ማለት ድዩ? እወ ክንራኸብ ኢና፣ ግና ሓጢኣት ምስ ዘይንሰርሕ እዩ በለትኒ። ኣነ ግና በቲ ዝበለትኒ ስለ ዘይኣመንኩ ብፍጹም ኣሎ ኣይብልን እየ በልኳ። ሄለን በዚ ዳሕረዋይ መልሰይ ባህ ስለ ዘይበላ ጓህ ተሰምኣ። ክልቴና ስቕ በልና። ድሓር ግና ድቃስ ክጠልመና ስለ ዝጀመረ ተሓቋቒፍና በጥ በልና። ንጽባሒቱ ንግሆ መምህር ቴምፕል ከምቲ ኹሉ ግዜ እትገብሮ ክትበጽሓ ኢላ ምስ መጸት ሄለን መሓዛይ ኣብ ኢደይ ተተርኢሳ ንዘልኣለም ደቂሳ ጸንሓታ። መምህር ሰንቢዳ ክትዛረብ ምስ ሰማዕኩ ኣነውን ሰንቢደ ነቲ ተኸዲነዮ ዝነበርኩ ኮቦርታን ኣንሶላን ግንጽል ኣቢለ ተንሳእኩ። በቲ ዘጋጠመ ኩነታት ድማ ስንባደን ኣዝዩ መሪር ሓዘንን ተሰማዓኒ። ድሕሪ ቐትሪ ኩላትና ተማሃሮን መምሃራንን ኣብ ዝተረኽብናሉ ኣብቲ ቐጽሪ ናይቲ ኣብ ጥቓና ዝርከብ ቤተ ክርስትያን ተቐብረት። ኣነ ሓዘነይ ክቆጻጸር ስለ ዘይከኣልኩ ትምህርቲ ጽቡቕ ክከታተል ኣጸገመኒ። ብብሕትውና ተወሪረ ሰላም ሰኣንኩም። ነዚ ዝተዓዘባ እተን ካልኦት ተማሃሮ ኣጆኺ ብምባል ሞራል ሃባኒ። ቀስ ብቐስ ድማ ናብ ንቡር ተመሊሰ ትምህርተይ ክከታተል ጀመርኩ። ብድሕሪኡ ዝነበረ ሰሙናት፣ እቲ ዝነበረ ሕማም ቲፎ በብቝሩብ እናጠፍኣ ከደ። በቲ ኣብ ተማሃሮ ዝሰዓበ ሞት፣ እቲ ህዝቢ ናይቲ ከባቢ ነቲ ሕማቕ መነባብሮ ቤት ትምህርቲ ከስተብህለሉ ስለ ዝጀመረ፣ ገንዘብ ብምውጻእ ሓድሽን ምቹእን መደቀሲ፣ መመገቢን መምሃሪን ሰርሑልና። ኣቶ ብሮክልሃርትዝ ድማ በቲ ሕማቕ ምሕደርኡ ካብቲ ስራሕ ተሰጐ። ኣነ ድማ መሊሰ ሰላም ረኸብኩ። ኩነታት መነባብሮ እቲ ቤት ትምህርቲ ኣዝዩ ስለ ዝተመሓየሸ ንኽትመሃረሉ ኣዝዩ ደስ ዘብል ኮነ። በቲ መምህር ቴምፕል ትገብረለይ ዝነበረት ምትብባዕ ተደሪኸ ኣዝየ ትግህትን ንፍዕትን ተምሃሪት ኮንኩ። ኣብቲ ቤት ትምህርቲ ንሸሞንተ ዓመት ዝኣክል ብትዕግስቲ ተማሂረ ድማ ትምህርተይ ዛዘምኩ። መምህር ቴምፕል በቲ ዘመዝግቦ ዝነበርኩ ጽቡቕ ነጥብታትን ኣብተን ትሕት ዝበላ ተማሃሮ ዝገብሮ ዝነበርኩ ምድግጋፍን ትድነቐለይ ነበረት። ትምህርተይ ምስ ዛዘምኩ ኣብኡ መምህር ክኸውን ከኣ መረጸትኒ። በዚ ድማ ንኽልተ ዓመታት ከም መምህር ኰይነ ኣገልገልኩ። መምህር ቴምፕል ተመርዕያ ናብ ካልእ ዓዲ ክሳዕ እትኸይድ ድማ ኣብኡ ጸናሕኩ። ደሓር ግና ኣነ እውን ካብዚ ንዝሓሸ ናብራ ክፍትን ኣለኒ ዝብል ባህጊ ኣሕደርኩም ልክዕ ኣነ ብዘይካዚ ኣሕዳሪ ቤት ትምህርትን እቲ ክሳብ ጓል ዓሰርተ ዓመት ዝመልእ ዝዓበኹሉ ጌትስ ሄድ እንተዘይኮይኑ ካልእ ዝፈልጦ ቦታ ዘመድ የብለይን። ይኹን እምበር ህይወተይ ክቕይር ኣለኒ ዝብል ሓሳባት መላሊሱ ስለዝመጸኒ ግን ካብዚ ቤት ትምህርቲ እዚ ክሰናበት ወሰንኩ። መዓልታዊ ጋዜጣ ምንባብ ይፈቱ ስለዝነበርኩ ሓደ መዓልቲ ናይ ቋንቋ ፈረንሳይ ምልከት ዘለዋ ዝጠልብ ምልክታ ስራሕ ምምህርና ኣንበብኩም። ዕድለይ ክፍትን ኢለ ምጽሓፍኩ፣ ሕቶይ እወታዊ መልሲ ስለ ዝረኸበ፣ ድሕሪ ቁሩብ መዓልታት በቲ ምልክታ መሰረት ተጸዋእኩም። እቲ ስራሕ ናይ ገዛ መምህር ናይ ሓንቲ ቆልዓ ዓሰርተ ዓመት ተማሃሪት ኮይኑ፣ ወይዘሮ ፋየርፋክስ ዝተባህለት ሰበይቲ'ያ በቲ ኣድራሻይ መሰረት መሊሳትለይ። እቲ ቦታ ካብዚ ቤት ትምህርቲ ርሕቕ ዝበለ ኮይኑ ህንጻ ትሮንፊልድ ተባሂሉ ኣብ ዝጽዋዕ ዓቢ ቪላ መንበሪ ሃብታማት ስድራ እዩ ነይሩ። ምዕራፍ ሸውዓተ፣ ትሮንፊልድን ኣቶ ሮችስተርን ናብ ትሮንፊልድ ብምኻድ ሓድሽ ህይወት ንምጅማር ኩሉ ምድላዋት የህጸፈፍኩም። መምሃራንን ሰራሕተኛታትን እቲ ቤት ትምህርቲ ብድሮ ናይ ቡን ዕድመ ኣዳለዋ። ብኣዝዩ ምውቕ ዝበለ ወግዒ ጽቡቕ ተመንየን ድማ ተሰናበታኒ። ንጽባሒቱ ንግሆ ተንሲኤ ጉዕዞይ ጀመርኩ። ሕጂ ዘይከምቲ ቅድሚ ዓሰርተ ዓመት ካብ ጌትስሄድ ክሰናበት እንከሎኹ ኣይኮንኩን። ጓል ዕስራ ዓመት በዓልቲ ደሞዝ እኽልቲ ጎርዞ እየ ኮይነ። እቲ መራሕ መኪና ከም ዝሓበረኒ ናብቲ ቦታ ንምብጻሕ ዓሰርተ ወይ ሽዱሽተ ሰዓታት እዩ ዝወስድ። ፍርቂ መዓልቲ ምስ ኮነ ኣብ ሓንቲ ከተማ ንምሳሕ ስለ ዝወረድና ኣብ ሓደ ዓቢ ሆቴል ኣትየ ጽቡቕ መግቢ ጠለብኩ። ድሕሪ ምሳሕ መራሕ መኪና ጥሩምባ ብምንፋሕ ክንብገስ ተዳህየ። ኩሉ ተሳፋራይ ከም ዝመጸ ምስ ኣረጋገጸ ድማ ጉዕዞና ጀመርና። ህንጻ ትሮምፊልድ ካብቲ ኣብቲ ከባቢ ዝርከብ ህንጻታት ዝዓበየን ዝጸበቐን ኮይኑ ኣብ ጥቓ ከተማ ሚሊኮት ተደኪኑ ዝርከብ እዩ። ክብገስ እንከለኹ ህይወት ትሮምፊልድ ጽቡቕ ክኾነለይ ጸሎት ገበርኩም። ጸሎተይ ተሰሚኡ ድማ ኣብቲ ቦታ ምስ በጻሕኩ ወይዘሮ ፋየርፋክስ ብጽቡቕ ተቐበለትኒ። ወይዘሮ ፋየርፋክስ ኣብ ማእከላይ ዕድመ እትርከብ ነዋሕን ጽብቕትን ሰበይቲ ኮይና፣ ጽቡቕ ናይ ጋሻ ኣቀባብላ ክእለት ዘለዋ ምቕልልቲ ሰብ እያ። ኩሉ ንብረተይ ነቲ ሰራሕተኛ ክእትዎ ብምሕባር ሒዛትኒ ናብቲ ገፊሕ ሳሎን ኣበለት። እቲ ህንጻ ኣዝዩ ገፊሕን ብኣዝዩ ክቡር ናይ ቀደም ኣቑሑት ዘጌጸን እኳ እንተነበረ፣ ኣዝዩ ከቢድ እዩ። ኣነ ግና ክብደት ናይቲ ህንጻ ብዘየገድስ ሓድሽ ቦታን ሓድሽ ህይወትን ብምቕያረይ ደስ ስለ ዝበለኒ ንቕድሚት ጥራይ ክሓስብ ኣለኒ ስለ ዝበልኩ ብጽቡቕ ተቐበልክዎም። መጀመርታ ወይዘሮ ፋየርፋክስ ኣደታ ተማሃሪት'ያ መሲላትኒ ነይራ። ድሓር ከም ዘዕለለትኒ ግና ንሳ ገዲምን ሓለቓ ናይተን ኣብኡ ዝሰርሓ ከደምትን ምዃና'ያ ገሊጻትለይ። ዋና እቲ ገዛ ኣቶ ሮችስተር ከም ዝበሃልን ብምኽንያት ስራሕ ብዙሕ ኣብቲ ህንጻ ዘይቅመጥ ገያሻይ ምዃኑን የዕሊላትኒ። ንጽባሒቱ ስርሐይ ንምጅማር ኩሉ ምድላዋት ኣጻፈፍኩም። እታ ተመሃሪት እውን ብተመሳሳሊ ድልውቲ ኮይና ጸንሓትኒ። ተመሃሪተይ ስማ ኣደለ ኮይኑ ኣብ ፈረንሳይ ተወሊዳ ዝዓበየት ጓል ዓሰርተ ዓመት እያ። ንሳ ኣብ ፈረንሳይ ዝዓበየት ብምንባራ ናይ ቋንቋ እንግሊዝ ዝምልከት ኣይነበራን። ኣነ ግና ኣብ ሓዳሪ ቤት ትምህርቲ እንከለኹ ቋንቋ ፈረንሳይ ተማሂረ ስለ ዝነበርኩ በዛ ፍልይቲ ክእለተይ ተቐባልነት ከም ዝረኸብኩ ተረድኣኒ። ምስ ኣደለ ተራኺብና ብፈረንሳይ ምዕላል ምስ ጀመርና ብጣዕሚ ተሓጐስኩም። ምኽንያቱ ንሳ ቋንቋ እንግሊዝ ትመልኽ ብዘይምንባራ ከመይ ክገብር እየ ብማለት ትጭነቕ እያ ነይራ። ክልቴና ንኽንረዳዳእ ብዙሕ ጸገም ኣይነበረናን። ንሳ ኣዝያ ጽብቕትን ጽርይትን ኮይና ብኽንክን ትዓቢ ከም ዘላ ካብቲ ምስ ዕድሚኣ ዘይከይድ ቅርጺ ኣካላታ ይፍለጥ። ኣደለ ምስታ ፈረንሳዊት ኣዲኣ ኣብ ከተማ ፓሪስ እያ ዓብያ። ሌላ ኣቶ ሮችስተርን ኣዲኣን ማለት ኣቶ ሮችስተር ብመገሻ ናብ ፈረንሳ ምስ ከደ እዩ ጀሚሩ። እቲ ሌላኦም እናዓሞቐ ስለ ዝኸደን ናብ ፍቕሪ ስለ ዝኣበየን፣ ወግዓዊ መርዓ'ኳ እንተ ዘይገበሩ፣ ብሓንሳእ ክነብሩ ስለ ዝጀመሩ ኣደለ ተወልደት። ይኹን እምበር ክልቲኦም ብሓባር ዝኸይድ ባህሪ ኣይነበሮምን። ወለዲ ክሰማምዑ ስለ ዘይከኣሉ ድማ ኣዲኣ ገዲፋታ ኰብለለት። ብድሕርዚ እዩ ኣቶ ሮችስተር ምስኡ ክዕብያ ኢሉ ናብ ዓዲ እንግሊዝ ኣምጺእዋ። መዓልታዊ ንዝተወሰነ ሰዓታት ኣብቲ ቤት ንባብ ኰይነ እየ ዝምህራ። ንሳ ጠባያ ጽቡቕ እኳ እንተ ነበረ፣ ኣብ ትምህርቲ ግና ብዙሕ ትግደስ ኣይነበረትን። በዚ ምኽንያት እዚ ንኸተረድኣ ዝነበረ ብድሆ ከቢድ እዩ ዝነበረ። ኣብ ህንጻ ትሮንፊልድ ንሓደ ሰሙን ዝኣክል ጸናሕኩ። ኣቶ ሮችስተር እውን ስለ ዘይመጸ ኣይተራኸብናን። ሓደ መዓልቲ ግዜን ዕድልን ስለ ዝረኸብኩ፣ ብዛዕባ ኣቶ ሮችስተር ክፈልጥ ካብ ዘለኒ ጥሙሕ፣ ንወይዘሮ ፋየርፋክስ፣ ሓደ ሓደ ሕቶታትዶ ክሓተኪ? በልክዋ። ጸገም የለን ሕተቲ። ብዘስምዕ ርእሳ ነቕነቐትለይ። ናይ መጀመርታ ሕቶይ ድማ፣ ኣቶ ሮችስተር ክሳብ ሕጂ ኣይመጸን፣ ኣርሒቑ ድዩ ጌሹ? በልክዋ። ነዚ መልሲ ከይሃበትኒ እንከላ፣ ባህርያቱ ክፈልጥ ካብ ዝነበረኒ ድሌት፣ ብህዝቢ እዚ ከባቢ ተፈታዊ ድዩ? ብማለት ደጊመ ሓተትክዋም። ንሳ ግና ብዛዕባኡ ምሕታተይ ግዲ ብዙሕ ዘይበላ ኮይኑ ድምጻ ምጥጥ ኣቢላ፣ እወ፣ ብሓፈሻ እዞም ስድራ ኣብዚ ከባቢ ኣዝዮም ክቡራትን ሕፉራትን እዮም። እዚ ኣብ ዙርያና እትሪእዮ ዘለኺ ሰፊሕ ናይ ሕርሻ መሬትን ህንጻታትን ድማ ዋንነቱ ናቶም እዩ በለትኒ። ሕቶይ ብምቕጻል ንስኺኸ ብውልቅኺ ከመይ ትርእዮ በልክዋ። ብዙሕ ኣይጸልኦን እየ፣ ንሱ ንሰራሕተኛታቱ ሚዛናዊ እኳ እንተኾነ፣ ቁሩብ ግን ስጊንጥር ኩን ኢሉ'ዩ። በለትኒ። በቲ ዝበለትኒ ስለ ዝተገረምኩ ድማ ትኩር ኢለ ብምጥማት፣ ስግንጢር? ብማለት ተገዲሰ ደጊመ ሓተትኩዋ። ስጊንጢር ብምባለይ ዝተገረምኪ መስለኒ፣ ግደ ሓቂ ንሱ ብቐሊሉ ከምዚ ኢልኪ ክትገልጽዮ ዘይትኽእሊ ሰብ'ዩ። ምኽንያቱ ሓደ ሓደ ግዜ ይዋዘድ እዩ ደሎ ዋላስ ናይ ብሓቂ'ዩ ዝዛረበኒ ዘሎ ግር እዩ ዝብለኒ። ይኹን እምበር ብሓፈሻ ክትርእዮ እንከለኺ ጥዑይ ሰብ እዩ በለትኒ። ካብቲ ወይዘሮ ፋየርፋክስ ዝሃበትን ሓበሬታ ብዛዕባኡ ከምቲ ዝደለ ኣረጋጊጸ ክፈልጥ ኣይከኣልኩን። በቲ ዝሃበትኒ መልሲ ከምቲ ንዑ ስግንጥር ኢላ ዝገለጸቶ ንሳ እውን ካብኡ ብዘይፍለ ስግንጥር እያ ኮይናትኒ። ብድሕሪኡ ንጊዚኡ ዋላ ሓንቲ ከይተዘራረብና ስቕስቕ ምስ ኮነ ንኣናይ በሊ ክሉ ዙርያ ናይዚ ህንጻ ከርእየኪ እየ ስለ ዝበለትኒ ተታሒዝና ወጻና። በቲ ኣብ ታሕተዋይ ደርቢ ዝርከብ ኣዝዩ ኣደናቒ ክፍልታት ጀመርና። ቀጺልና ንላዕሊ ደየብና፣ ኣብዚ ግን ብደጊኡ እምበር ናብ ውሽጢ ኣይኣተናን። እተን ኣብ ላዕለዋይ ደርቢ ተዓጽየን ዝነበራ ክፍልታት ግና ንኣሽቱን ጸሊም ዝማዕጽኦን ኮይነን ደስ ኣይብላኻን። ናይ ብሓቂ ድማ ውቃበ ዘይብለን ቤት ማእሰርቲ እየን ዝመስላ ዝነበራ። ንዑ ወዲእና ንታሕቲ ገጽና እናወረድና እንከለና ሓደ ደስ ዘይብል ድምጺ ሰሓቕ ሰማዕኩም። ንወይዘሮ ፋየርፋክስ ገሪሙኒ ጥምት ኣቢለ፣ እዚ ሰሓቕ ሰሚዕክዮዶ? ናይ መን እዩ? በልክዋ ገሪሙኒ። ናይ ሓንቲ ግሬስፉል እትበሃል ሰራሕተኛ እዩ፣ ንሳ ነዘን ከደምቲ ንምሕጋዝ ተባሂሉ ካብቲ ኣብቲ ማዕዶ ዘላ ከተማ ተቖጺራ እያ ትሰርሕ። ስርሓ ቅልል ዝበለ ስለ ዝኾነ ድማ ብእዋኑ ተፈዲሳ ናብ ገዝኣ ትኸይድ በለትኒ። እቲ ሰሓቕ ጸኒሒ'ውን ቀጸለ። ብልበይ እዚ ናይ ጥዕና ዘለዎ ሰብ ኣይኮነን በልኩም። ካብ ኩነታተይ ተጨኒቐ ስለ ዝረኣየትኒ ግና ግሬስ ኢላ ጸውዐት። ሓቅሓይሽ ሰብ ክወጽእ ኣይተጸበኹን ነይረ። ይኹን እምበር ሓንቲ ኣብ ማእከላይ ዕድመ እትርከብ ሰበይቲ ማዕጾ ከፊታ ብምውጻእ ኣቤት በለታ። ብጣዕሚ ዓው ኢልክን ትስሕቃ ኣለኽን፣ መምርሒ ናይዚ ገዛ ረሲዕክንኦ ዲኽን? ብምባል ኣዘኻኸረታ። ኣብተን ዝጸናሕኩለን ዝተወሰና ኣዋርሕ ብዙሕ ግዜ ናብ ላዕለዋይ ደርቢ ገጸይ ደይበ። ይኹን እምበር ኣብቲ ከባቢ ርሑቕ ጠሚተ ኣይፈልጥን። ሎሚ ግና ዘይከም ወትሩ ነቲ ኣብ ርሑቕ ማዕዶ ዘሎ ዓድታት ብተመስጦ ተዓዘብኩዎ። ብኣግራብ ዝተሸፈነ ስለ ዝነበረ ድማ ኣዝዩ ሰሓበኒ። ቀትሪ ቀትሪ ንኣደለ ምምሃር፣ ምሸት ምሸት ድማ ምስ ወይዘሮ ፋየርፋክስ ምዕላል ኣካል መዓልታዊ ህይወተይ ኮነ። እቲ ናብራ እኳ እንተዘይጸላእክዎ፣ ህይወተይ ግና ገለ ነገር ከም ዝጎደሎ ኮይኑ'ዩ ዝስምዓኒ ነይሩ። ብሓቂ እቲ ኣብ ቤት ትምህርቲ እንከለኹ እተን ዓበይቲ ኣዋልድ ሰብ ብባህሪኡ ዝሓሸ ህይወት ንምንባር'ዩ ዘማዕዱ ክብላ ዝሰምዖ ዝነበርኩ ቃላት ቅጅል በለኒ። ኣነ ውን ሕጂ ኣብ ገዛእ ነብሰይ ክዕዘቦ ስለ ዝጀመርኩ ኣብ ሓሳባት ኣትየ ዝን በልኩም። ኩሉ ግዜ ንላዕላዋይ ደርቢ ኣብ ዝወጸሉ ካብቲ ግሬስ ፑል ትሰርሓሉ ክፍሊ ሓደ ደስ ዘየብል ሰሓቕ ይሰምዕ። ብዙሕ ግዜ ግሬስ ፑል ካብቲ ክፍሊ ቢራን ካልእ ዓይነት መስተታትን ዝሓዘ ሸሓኒ ሒዛ ክትኣቱን ጥርሑ ጥርሙስ ድማ ሒዛ ክትወጽእን ይዕዘባ ስለ ዝነበርኩ በቲ ኩነታት ይግረም ነበርኩ። ሓደ መዓልቲ ኣብ ወርሒ ጥሪ፣ ኣደለ ተጸሊእዋ ስራሕ ስለ ዘይነበረኒ፣ ወይዘሮ ፋየርፋክስ ናብታ ኣብ ማዕዶ እትርከብ ጽብቕቲ ዓዲ ብምኻድ መልእኽቲ ከብጽሓላ ስለ ዝሓተተትኒ ንበይነይ ክኸይድ ተበገስኩ። እታ መዓልቲ ብርሃን ዝዓብለላ ስለ ዝነበረት፣ ጽሩይ ኣየር እናተቐበልኩ ጉዕዞይ ቀጸልኩ። ካብ ገዛና ቁሩብ ፍንትት ምስ በልኩ፣ ንድሕሪት ገጸይ ግልብጥ ኢለ እንተ ጠመትኩስ፣ በታ ብመንጎ ኣግራብ እትዓርብ ዝነበረት ጸሓይ ስለ ዝተመሰጥኩ፣ ትኩር ኢለ ተዓዘብኳ። ድሕሪ ቁሩብ ምዕዛብ፣ ጉዕዞይ ክቕጽል ኢለ መገዲ ኣቕናእኩ። ቁሩብ ምስ ተጓዓዝኩ ከኣ፣ ሓደ ፈረስ ዝተወጥሐ ሰብኣይ ናባይ ገጹ ክመጽእ ረኣኹዎ። እዚ ከምዚ ኢሉ እንዳሃለወ እቲ ፈረስ እንታይ ከም ዝረኸቦ ኣይፈለጥኩን ሸተት ኢሉ ስለ ዝወደቐ እቲ ሰብኣይ ተሃስዩን የእጋሩ በቲ ፈረስ ተጸቒጡ ክወጽእ ክቃለስን ጸንሓኒ። ክሕግዞ ብምባል ድማ ናብኡ ገጸይ ኣምራሕኩ። ደሓን ዲኻ? ክሕግዘካ ዶ? በልክዎ። ንሱ ግና ጓል ኣንሰይቲ ብምዃነይ ተሰኪፉ ግዲ ኮይኑ ደሓን እንታይ ገበርኪ? ብምባል ንእግሩ ቀስ ኣቢሉ ስሕብ ኣበላ። ተሃስዩ ስለ ዝነበረ ግና ተመሊሱ ዘፈጥ ብምባል ኮፍ በለ። እሞ ንዓይ ካብ ኣበኻኒ ናብ ህንጻ ትሮንፌልድ ከይደ ዝሕጉዝ ሰብ ክጽውዓልካ። በልክዎ። ትሮንፊልድ ምስ በልክዎ ዘይተጸበዮ ስም ስለ ዝጸዋዕኩሉ ይመስለኒ ትኩር ኣቢሉ ጠመተኒ። ኣነ እውን እቲ ኣጠማምትኡ ገሪሙኒ ጥራይ ዘይኮነስ ኣፍርሓኒ። የቐንየለይ፣ ደሓን እየ። ስምብራት ይኹን ቃንዛ ስለ ዘይብለይ ናይ ዝኾነ ሰብ ሓገዝ ኣይደልን እየ። ባዕለይ ቀስ ኢለ ክወጽእ'የ፣ በለኒ። እዋኑ ክመሳሲ ጀሚሩ እኳ እንተ ነበረ፣ ወርሒ ግና ደሚቓ ስለ ዝነበረት፣ መልክዑን ቁመንኡን ጽቡቕ ገይረ ኣስተብሃልኩሉ። እቲ ሰብኣይ ዕድሚኡ ክትግምቶ ዘይከኣል ሰብ እኳ እንተ ነበረ፣ ናይ ስፖርተኛ ዝመስል፣ ሰፊሕ ጎንን ተሪር ኣፍንጫን ዘለዎ ኮይኑ፣ ጸጉሪ ርእሱ ድማ ጸሊም ነበረ። ሓቅሓይሽ ጽቡቕ መልክዕ ዘለዎ ሰብኣይ ነይሩ እንተ ዝኸውን ደልያትኒ ኢሉ ምእንቲ ኺሓስብ ንኽሕግዞ ኣይምስደፈርኩን። እዚ ግና ናብ ሽማግለ ዝቀራረብ ሓርፋፍ ገጽ ዝውንን ሰብኣይ ብምንባሩ ንኽሕግዞ ተደፋፊኤ። ካብቲ ዘለዎ ምንቕ ክብል ስለ ዘይከኣለ ገዲፈዮ ከይከይድ ነብሰይ ምግባር ኣበየኒ። ኣነ ከምዚ ኢልካ ተሸጊርካ እናረኣኹ ገዲፈካ ክኸይድ ሕልና ኣይገብረለይን እዩ። በልክዎ። ነዚ ዘረባ እዚ ምስ ተዛረብክዎ እቲ ተገዳስነተይ ግዲ ገሪምዎ ፍሽኽ ድሕሪ ምባል ብድድ ኢሉ ተንስአ። ምናልባት ናብ ርሑቕ ቦታ ትኸዲ ከይትኾኒ፣ ምእንቲ ከይመሰኪ እንተ ኸድኪ ሒሸኪ ድሕሪ ምባል፣ ኣበይከ ትነብሪ? ኢሉ ሓተተኒ። ኣነ ኣብዚ ትርእዮ ዘለኻ ህንጻ ትሮምፊልድ እየ ዝነብር፣ ናብዛ ቀረባ ዓዲየ ብጽሕ ኢለ ክምለስ፣ በልክዎ። ትሮምፊልድ ዝብል ስም ምስ ሰምዐ ስንብድ ኢሉ፣ ንስኺ ኣብዚ ህንጻ ትሮምፊልድ ኢኺ ትነብሪ? በለኒ ከጣልል ስለ ዝደለየ። ደጊመ እወ ኣብ ትሮምፊልድ እየ ዝነብር በልክዎ። ስም ዋና እቲ ህንጻ መን ይበሃል? ደጊሙ ሓተተኒ። ኣቶ ሮችስተር ይበሃል። ንኣቶ ሮችስተር ትፈልጥዮዶ? ኖእ ፈጺመ ርእየ እውን ኣይፈልጥን። እሞ ሰራሕተኛ ዘይኮንክስ ጋሻ ኢኺ ማለት እዩ ብምባል ግር ስለ ዝበሎ መስለኒ ቀው ኢሉ ጠመተኒ። ምእንቲ ክፈኹሶ መንነተይ ዜብርሃሉ ብምባል፣ ኣነ መምህር ናይታ ኣብኡ ዘላ ንእሽቶ ቈልዓ እየ። ኣብቲ ህንጻ ኻብ ዚቝጸር ሒደት መዓልትታት እየ ገይረ። ኣይተጋገኻን፣ ሓቅኻ ዳርጋ ጋሻ እየ፣ በልክዎም። ቍሩብ ስለ ዝበርሃሉ፣ ተገዳስነቱ መሊሱ ዓዘዘ። ኣኻ! ሓዳስ መምህር ይኽኖ ብምባል በሊ ንእሽተይ ድግፍ ኣብልን እሞ ናብ ፈረሰይ ክውጣሕ በለኒ። ናብኡ ገጸይ ቅርብ ምስ በልኩ ኣብ መንኩበይ ድግፍ ኢሉ ናብ ፈረሱ ተወጥሐ። ኣካላቱ ኣብ ዝባንት ፈረስ ብምጥጣሕ ኢዱ ብምውዝዋዝ ሰላም ኢሉኒ ናብ ትሮንፊልድ ገጹ ከደ። ኣነ ድማ ናብታ ዝተበገስኩላ ሄይ እትብሃል ኣዲ ጉዕዘይ ቀጸልኩም ኣብ መገደይ ሓንሳብ ብዛዕባ ትዘራርብኡ ሓንሳብ ድማ እቲ ጠማምትኡ ኣብ ቅድመይ ከም ምስሊ እናመጸን ብሓሳብ እናዕለልኩን ነዊሕ ተጓዕዝኩም በቲ ምስ ነብሰይ ዝገብሮ ዝነበርኩ ዕላላት ድማ ከይተፈለጠኒ ኣብቲ ዓዲ ኣተኹም እቶም መልእኽቲ ሒዘሎም ዝመጻእኹ ስድራ ቤት ብቐሊሉይ ረኺብዮም በቲ ዕላሎም ድማ ወለዲ ወይዘሮ ፋየርፋክስ ምዃኖም ፈለጥኩም ንሳቶም እኳ ክሓድር እንተ ሓተቱኒ፣ ኣነ ግና ካብ ገዛይ ወጺኤ ምሕዳር ብዙሕ ስለ ዘይፈኾሰኒ፣ የቐንየለይ ኢለ ናይ መልሲ ጉዕዞይ ተታሓዝኩዎም። ድሕሪ ጉዕዞ ሓደ ሰዓትን ፈረቓን ድማ መልእኽተይ ኣብጺሐ ናብ ትሮምፊል ተመለስኩ። በቲ ጉዕዞ ኣዝየ ደኺመ ስለ ዝነበርኩ፣ ንወይዘሮ ፋየርፋክስ መልእኽተይ ኣብጺሐ ከም ዝተመለስኩ ድሕሪ ምሕባር፣ ትኽ ኢለ ናብ መደቀሲ ክፍለይ ኣበልኩ። ወይዘሮ ፋየርፋክስ ከምቲ ወትሩ ምሸት ምሸት እንገብሮ ዕላል እኳ እንተደለየት ኣነ ግና ኣይከኣልኩን። ትኽ ኢለ ድማ ናብ መደቀሲ ክፍለይ ከድኩ። ኣብ መደቀሲ ክፍለይ ምስ ኣተኹ ኣብ ዓራት ጎቦ እኳ እንተኾንኩ ምስሊ ኣቶ ሮችስተር ኣብ ቅድመይ እናመጸ ስለ ዘሸገረንን ከምኡ ድማ ወርሒ ደሚቓ በቲ መስኮት ሰንጢቓ ስለ ዝኣተወትን ድቃስ ክወስደኒ ኣይከኣለን። በቲ መስኮት ኣንቃዕሪረ ናብ ሰማይ ብምጥማት ብኸዋኽብትን ትርኢታን እድነቕ ነበርኩ። ደሓር ግና እታ ምሳይ ምዕላል ባህታ ዝፈጥረላ ወይዘሮ ፋየርፎክስ ማዕጾ ብምኹሕኳሕ ካብ ሰማይ ናብ ምድሪ መለሰትኒ። መን ኢለ ድሕሪ ምሕታት በቲ ዝሃበትኒ መልሲ ብድምጻ ስለ ዘለለኹዋ ማዕጾ ከፊተላ ንሳ ድማ ፍሽኽ ኢላ ኣተወት። ሰላም ከይበለት ኣብ ዓራተይ ኮፍ ብምባል ኣቶ ሮችስተር ካብ መገሽኡ ከም ዝተመልሰ፣ ይኹን እምበር ኣብ መገዲ ፈረሱ ወዲቑ እግሩ ስለ ዝረገጾ ቁሩብ ስለ ዝተሃስየ ብዙሕ ኣዕለለንን። ከዕርፍ ኢሉ ናብ መደቀሲኡ ከይዱ በለትኒ። እዛ ዘረባ እዚኣ ምስቲ ናይ ትማሊ ኩነታት ኣዛሚደ እቲ ትማሊ ኣብ መገዲ ዝረኸብኩዎ ሰብኣይ ኣቶ ሮችስተር ምዃኑ ፈለጥኩ።